ሰላም ሰላምታና በብዘለኹሞ ይብጻሕም ክቡራት ተኸታተልትና ሎሚ ዝተሰምዐ መሕዘኒ ዝኾነ ሓበሬታ ካብ ጀርመን ፖሊስ ጀርመን ሎሚ ብዛዕባ እቲ ኣብዚ ቅነዚ ኣዘራራቢ ዛዕባ ጉዳዩ ኮይኑ ዝቐነየ ማለት እውን ሮማን ነጣፊት ማሕበራዊ ሚድያ ዝኾነት ተወላድቲ ኤርትራ ነባሪት ኣብዚ ሕዚ እዋን ኣብ ጀርመን ዝኾነት ሎሚ ፖሊስ ጀርመን መደንገጺ ዝኾነ ሓበሬታ ብዛዕባ እዚ ኣውፅኡ ይርከብ እዚ ድማ ሮማን እታ ነጣፊት ማሕበራዊ ሚድያ ዝኾነትን ኣብዚ ቅነ እዚ ደማ ደመይን ራሃፀይን ኣፍሲሰ ዘስራሕኽዎ ገዛ ሓወይ ጠሊምኒ እናበለት ናብ ማሕበራዊ ሚድያ እናዘርገሐት ዝነበረት እንትኸውን ኣብዚ ሕዚ እዋን ደማ ኣብ ገዛኣ ብሕማቕ ዝኾነ ኣቃታትላ ተቐቲላ ተረኺባ ከምዘላ እዩ ሓበሬታ እናወፀ ዝርከብ ዘሎ ማለት እዩ ቅድሚ ሰለስተ መዓልቲ ማለት እውን ሮማን እታ ነጣፊት ማሕበራዊ ሚድያ ዝኾነት ተወላዲት ኤርትራ ነባሪት ኣብ ጀርመን ዝኾነት ኣብቲ ናይ ባዕላ ፐጅ ማለት እውን ሓወይ ጠሊምኒ፣ ገዛይ ጠሊምኒ እናበለት ኣምሪራ እናበኸየት ናብ ህዝቢ መልእኽታ እናመሓላለፈት ድሕሪ ምፅናሕ ነገር ግን በቲ ሎሚ ወፂኡ ዘሎ መሕዘኒ ዝኾነ ሓበሬታ ግን ሮማን ኣብ ገዛኣ ተቐቲላ ተረኺባ ከምዘላ እዩ እናተሓበረ ዘሎ። ቀታሊኣ መን ብኸመይ ንዝብል ድማ ፖሊስ ጀርመን እናመርመሮ ድሕሪ ምጽናሕ ሎሚ እውን ዘቃልዖ መግለጺ ኣሎ። እዚ እንታይ ይመስል ንዝብል ዝርዝሩ ናባኹም ከነብል ንኸውን ማለት እዩ። ካብዚ ብተወሳኺ ድማ ማለት እውን መንግስቲ ጀርመን እውን ንስደተኛታት ብፍላይ ድማ ነቶም ኣብዚ ሕዚ እዋን ናብ ጀርመን እናኣተዉ ዝርከቡ ዘውጽኦ ሓድሽ ሕጊ ኣሎ። እዚ ሕጊ እዚኸ እንታይ ይመስል ንዝብልን ከምኡ ድማ ልዕሊ ሰላሳን ክልተን ኣብዚ ቅነዚ ካብ ጀርመን ዝተሰጎጉ ስደተኛታት ኣብዝሓ ድማ ኤርትራውያን እዚኦም'ኸ እንመን ብምንታይ ምኽንያት መስጎጊኦም ምኽንያት'ኸ እንታይ እዩ ንዝብል ዝርዝሩ ናባኹም ክነብል ንኸውን ማለት እዩ ካብዚ ብተወሳኺ ድማ ኣብ ጀርመን መናጋገሪ ኮይኑ ዝርከብ እቲ ወዲ ሽዱሽተ ዓመት ህጻን ቅድሚ ሰለስተ መዓልቲ ካብ መውዕል ህጻናት ዝጠፈእ'ኸ ካብ መን እዩ ጨዋኢ'ኸ መን ኣብ ምንታይ ኹነታት'ኸ ኣሎ ንዝብል ውን ዝርዝሩ ናባኹም ክነብል ኢና። ነዚኦምን ዝኣመሰሉን ሎም ዕለት ካብ ጀርመን እናወጹ ዝርከቡ ሓበሬታታት ብፍላይ ድማ ንስደተኛተት ኣመልኪቱ ዝተቓልዐ ሚሽጥራት ኣሎ። እዚ እንታይ ይመስል ንዝብል ብሰፊሑ ናባኹም ክነብል ንኸውን። ነዚ መደብና እዚ ሓደሽቲ ተደኣ ኮንኹም ነዚ ቻነልና ሳብስክራይብ እናበልኩም ኣባላትና ድማ ላይክ ሸር እናበልኩም መደባትና እስካብ መወዳእታ ሓቢርኩምና ጽንሑ። ፈለማ ናብቲ መደንገጺ ዝኾነ ሓበሬታ ሎሚ ዕለት እናተሰምዐ ዝርከብ ብዛዕባ እታ ሮማን ኤርትራዊት ዝኾነት ተቐማጢት ኣብ ጀርመን ተቐቲላ ኣብ ገዛኣ ተረኺባ ዝበሃል ዘሎ ሓበሬታ እንታይ ይመስል ንዝብል ዝርዝሩ ናባኹም እነብል ንኸውን። ማለት እውን ሮማን እታ ነጣፊት ማሕበራዊ ሚድያ ዝኾነት ቅድሚ ሰለስተ መዓልቲ ማለት እውን ኣብ ናይ ባዕላ ማሕበራዊ ሚድያ ወጺኣ ሓወይ ገዛ ጠሊምኒ እናበለት ኣምሪራ እናበኸየት ዝጸንሐት እንትኸውን ሎሚ ዕለት ግን ኣብ ገዝኣ ተቐቲላ ተረኺባ ኣላ። እዛ ሰብ እዚኣ ብሰፊሑ መምላኽታ እናመሓላለፈቶ ከም ዝነበረት ቕድሚ ሕዚ እውን ብስድርኣ ተጠሊማ ከም ዝነበረት ከምኡ እውን ንሓዋ ሂብዋቶ ዝነበረ ብተኣመኔታ ገዛ ድማ ኣስሪሑ ከም ዝከሓዳ እዩ እናተሓበረ ነይሩ። እዚ ገዛ እዚ ማለት እውን እዛ ሰብ እዚኣ እቲ ገዛ ተሰሪሑ ዝተወደኣሉ እዋን ኣነ ናይቲ ገዛ ገዛ ክራይ ኣይደልን እየ፣ ንዝተጸገመ እውን ክተንብረሉ ትኸእል ኢኻ ነገር ግን ገዛ እዩ ናብ ስሞይ ኣዝረለይ እናበለቶ ድሕሪ ምጽናሕ ኣብዚ ሕዚ እዋን ግን ኣብ ገዛኣ ተቐቲላ ተረኺባ ከምዘላ እዩ ሓበሬታ እናበጸሐና ዝርከብ እዛ ሰብ እዚኣ ቅድሚ ሰለስተ መዓልቲ ማለት እውን ኣብ ማሕበራዊ ሚድያ ሓወይ ጠሊምኒ ንሕዋትኩም ከይትኣምኑ ንሓወይ ኣሚነዮ ዝነበርኩ ኣብዚ ሕዚ እዋን ክሒድኒ እናበለት ኣምሪራ እናበኸየት ነበረት ካብዚ ተበጊሱ ድማ ኣነ እዚ ሰብዚ ብሕጊ ከትሕዞ እየ ናብ ፖሊስ ጀርመን እውን ክወስደ እየ እዚ ነገርዚ እስኻትም እውን ሓግዙኒ ድምፂ ኹኑኒ እናበለት ድሕሪ ምፅናሕ ፖሊስ ጀርመን እውን ነዚ ሕቶ ተቐቢሉ ኣብ ክትትል ከምዝፀንሐ እዩ እናተሓበረ ነይሩ ነገር ግን ሎሚ ብዘደንግፅ መልኪዑ እዛ ሰብዚኣ ማለት እውን ኣብቲ ገዛኣ ሞይታ ተረኺባ ኣላ ማለት እዩ። ፖሊስ ጀርመን ነዚ ዝሰምዐ ድማ ዝተፈላለየ ምጽረያ ምጽራያት እናገበረ እኳ እንተሃለየ፣ ነገር ግን እዛ ሰብ እዚኣ ኣብዚ ሕዚ እዋን እቲ ኣስከሬና እውን ናብ ምርመራ ክፍሊ ከም ዘምርሐ እዩ ሓበሬታ እናወጸ ዝርከብ ዘሎ። ነገር ግን ብዘሕዝን መልክዑ ኣብ ገዛኣ ተቐቲላ ከም ዝተረኸበት እዩ ምንጪ ሓበሬታ እናወጽ ዝርከብ ዘሎ ማለት እዩ። እዚ ቀታሊኣ ሓዋ ክኸውን ይኽእል ወይ ድማ እቲ ቅድሚ ሕዚ እናተወኣሰቶ ዝነበረት ቤተሰብ እውን ክኸውን ይኽእል እዩ እናተብሃለ በቶም ቐረባ ሰባት ርእይቶ እናተውሃቦ እዩ ዝርከብ። ነገር ግን እዛ ሰብ እዚኣ መን ከም ዝቐተላ እስካብ ሕዚ ዝተነፀረ ነገር የለይ። ነገር ግን ተቐቲላ ኣብ ገዝኣ ከም ዝተረኸበት እዩ ሓበሬታ እናወፀ ዝርከብ ዘሎ ማለት እዩ ክቡራት ሰማዕትና። ካብዚ ብተወሳኺ ድማ ብዛዕባ እዚ ማለት እውን ፖሊስ ጀርመን ድሕሪ እቲ ዝተቐተለ ሬሳ ምርካብ ናብ ምርመራ ክፍሊ ድሕሪ ምውሳድ ስድራኣ እውን እናኣለሸሙ እዩ ዝርከብ። ኣብቲ ከባቢ ዝርከቡ ድማ ምስክርነት ንክህቡ ናብ ሕጊ እናፅ መፀዋዕታ እናቐረቦም እዩ ዝርከብ ዘሎ ማለት እዩ። ክቡራት ሰማዕትና ብጣዕሚ እዩ ዘሕዝን እዛ ሰብ እዚኣ ቅድሚ ሰለስተ መዓልቲ ደም እናነበዐት ናብ ህዝቢ ሓግዙኒ ድምፂ ይኹንኒ ሓወይ ገዛ ጠሊምኒ እናበለት ድሕሪ ምፅናሕ ኣብዚ ሕዚ እዋን ኣብ ገዝኣ ተቐቲላ ትርከብ ዘላ ቀታሊኣ መን ምዃኑ ምጥርጣር ኣይከኣልን ማለት ኣይኾነን ማለት እውን እቲ ሓዋ ክኸውን ይኸእል እዩ እናተብሃለ ብዝሕ ርእይቶ እናተዋህቦ እዩ ዝርከብ ዘሎ ማለት እዩ ክቡራት ሰማዕትና። እምበኣርከስ ካብዚ ብተወሳኺ መንግስቲ ጀርመን እውን ሓድሽ ዘውጽኦ ሕጊ ኣሎ። እዚ ድማ በቶም ኣብዚ ቅነ እዚ ዝተሰጎጉ ስደተኛታት ኣተሓሒዙ ዘውጽኦ ሕጊ ኣሎ ማለት እዩ። ፖሊስ መንግስቲ ጀርመን ካብ ሕዚ ጀሚሩ ሓድሽ ስደተኛ ከም ዘይትቕበል ሕጋ ደንጊጋ ኣላ። ማለት እውን ቅድሚ ሕዚ ብዝሕ ዝበሉ ስደተኛታት ብኣብዛሕ ድማ ኤርትራውያን ትቕበል ዝጸንሐት እንትኸውን ሃገረ ጀርመን ኣብዚ ሐዚ እዋን ግን መንግስት ጀርመን ብዘውጽኦ ሕጊ ዝኾነ ይኹን ስደተኛ ከምዘይትቕበል ከምኡ እውን እቶም ኣብ ውሽጣ ዝርከቡ ስደተኛ እውን ናይ ኣገልግለቶም ዘመን እናተረኣየ ከምዝስጎጉ እያ ሕጊ ኣውጺኣ ዘላ ማለት እዩ። እዞም እትሰጎሎም ድማ ቅድሚ ሕዚ ቅድም ኢሎም ዝኣተውን ከምኡ ድማ ናብርኦምን ስድርኦምን ኣማሓይሾም ተባሂሎም ዝግመቱ ኣብዚ ሐዚ እዋን ምስቲ ኣብ ኤርትራ ዘሎ ሕጊ ማለት እውን ኣብ ኤርትራ ዘሎ ሕጊ ተማሒሹ እዩ፣ ሃገሮም ክኣትው ይኽእሉ እዮም ዝብል መግለፂ ኣውፂኡ ነይሩ። ካብዚ ብዝተበገሰ እዩ እውን ድማ እቶም ኣብ ጀርመን ዝርከቡ ብኣብዝሓ ኤርትራ ድማ ናብ ዓዶም ክምለሱ እናተብሃለ ሕጊ እናወፀ ዝርከብ ዘሎ። እዚ ዘይተቐበሉ መብዛሕቲኦም ድማ ኣብ መዕቖብን ካብ መዕቆቢ ወፃኢ ዝርከቡ ድማ ነዚ ኣመልኪቱ ሰለማዊ ሰልፊ እናወፅኡ እዮም ዝርከቡ ዘለዉ ማለት እዩ። ክቡራት ሰማዕትና! ቅድሚ ሕዚ ማለት'ውን ልዕሊ ሰላሳ ክልተይ ስደተኛታት ካብ ጀርመን ከም ዝተሰጎጉ ዝፍለጥ እዩ። እዞም ዝተሰጎጉ ድማ ብኣብዝሓ ማለት'ውን፣ ቅድሚ ሕዚ ኣብ ጉልቦት ስራሓትን ኮንስትራክሽንን ዝነበሩ ኣብዚ ሕዚ እዋን ድማ ማለት'ውን ዓዲ መስሪቶም ኣብ ጀርመን ወሊዶም ዘሚዶም እናተቐመጡ ዝነበሩ ስድራ ኤርትራውያን እንትኾኑ እዞም ሰባት እዚኦም ድማ ብቐፅሮም ልዕሊ ሰላሳ ክልተይ ዝኾኑ ካብ ጀርመን ተባሪሮም ኣለው ማለት እዩ። ነዚ ዝሰምዑ ብዙሓት ስደተኛታት ኤርትራ ነበርቲ ኣብ ጀርመን ዝኾኑ ድማ ኣብዚ ሐዚ እዋን ካብ ጀርመን ወፂኦም ናብ ኻሊእ ሃገር ንኽኸዱ መገዲ እናማቻቸዩ እዮም ዝርከቡ ማለት እዩ ክቡራት ሰማዕትና። እምበኣርከስ መንግስቲ ጀርመን በቲ ዘውፅኦ ሕጊ እዙይ ይመስል። ካብዚ ብተወሳኺ ድማ ኣብ ጀርመን ኣብዚ ቅነ እዙይ መዘራረቢ ዝዓባ ጉዳይ ኾይኑ ዝቐንይ ወዲ ሽዱሽተ ዓመት ካብ መውዐሊ ህፃናት ከም ዝተሰረቐ ሓበሬታ እናተሓበረ ነይሩ። እዚ ህፃን እዙይ ሰራቒኡ መን ምዃኑ ኣይተፈለጠን ነገር ግን። ካብቲ መውዕል ህጻን ከም ዝተሰረቐ እዩ ሓበሬታ እናተሓበረ ነይሩ ማለት እዩ። ስድራ ናይዚኦም እውን ኣጋጣሚ ኮይኑ ኤርትራውያን እዮም። ኣብቲ ከባቢ ዝርከብ መውዕል ህጻን ብምውሳድ ድማ ድሕሪ ኣብ ፋድስ ኣብ ዝኸድሉ እዋን እቲ ህጻን ከም ዝተሳእነ እዩ ሓበሬታ እናበጸሐ ዝነበረ ማለት እዩ። ብጣዕሚ እዩ ዘሕዝን። እዚ ህጻ እዚኸ ወሳዲኡ መን ኣብ ምንታይ? ዝብል ስድራ እስካብ ዝዓል እዚኣ እናሓዘኑ ይርከቡ። ነገር ግን ድማ እንመን እዮም ወሲዱ? እንመን እዮም ወሲዶሞ? ከመይ ንዝብል ብሕጊ እናተመርመረ ይርከብ ማለት እዩ። እምበኣርከስ ንሎሚ ዝወናዮም ዝርዝር ሓበሬታና እዚኦም ይመስሉ ነይሮም። እስካብ መወዳእታ ሓቢርኩምና ዝፀናሕኹም ካብ ልቢ እናመስገንና ኣብ ዝቕፅል መደባትና እስካብ ንራኸብ ሰላም ሰናይ ፃንሒት ይግበረልኹም። ሰላምታይ ንዓኹም።